ሰላም ከመይ ትፀንሑ ክቡራት ተኸታተልትና እዚ ቦይቶና ሚድያ እዮ ነዚ ሰዓት ዝሓረናዮም ሓድሽቲ ዜናታት ሒዝና መፂና ኣለና እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ሰራዊት ሱዳን ቤሻንጉል ምቁፅፃሮም፣ ቁልዕ ዓዋጅ ኩናት ብልፅግና ንትግራይን ኤርትራን፣ ፍሉይ ኮማንዶ ቲዲኤፍ ዓወት ዝሓፈሰሎ ግንባር፣ ስሳን ሓሙሽተን ሽሕ ምልሻ ኦሮሚያ ናብ ትግራይ፣ ወረርቲ ካብ ምዕራብ ትግራይ ዘመሓላለፍዎ ናይ ኣፋር ክቦ መልእኽቲ፣ ተከዘ ዝተሻገረ ኣርምታት ትግራይን ዝፍፅመኦ ዘለዋ ስርሒትን ንብልፅግና ድቃስ ዝኸልኦ ምሽጥራዊ ስርሒት ሕወሓትን ሻዕብያን ወታደራዊ ኮማንድ ትግራይ ዘመሓላለፈ ውሳነ ጎንፂ ኣሜሪካን ኢራንን ዝምልከት ዝተረኸበ ትኩስ ሓበሬታ ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብረ ንዕድመኩም ብልፅግና ኣብ ልዕሊ ትግራይን ኣብ ልዕሊ ኤርትራን ቁሉዕ ኣዋጅ ኲናት ከም ዝኣወጀ ተሓቢሮም። መራሕቲ ብልፅግና ኣብ ዝረኸብዎ ናይ መድረኽ ኣጋጣሚ ሓይልታት ፅምዶ ጥምረት ፈጢሮም መጥቃዕቲ ከፊቶም ኣለው ክብሉ እናገለፁ ይርከቡ። ይኹን እምበር ሕጂ ዝተረኸበ ምሽጥራዊ ሓበሬታ ከም ዝገለፆ ግን ትኩስያ፣ ድሙስ ንምዝንጋዕን ጭዋ ከም ዝበሃል፣ ብልጽግና ሓይልታት ጽምዶ ወራር ከፊቶምለይ እናበለ ኣብ ልዕሊ ሓይልታት ጽምዶ መጥቃዕቲ ንምጅማር ቅሉዕ ዝኾነ ናይ ክተት ኣዋጅ ከም ዝኣወጀ ተፈሊጡ። ካብ ኣካላት ድሕንነት ብልጽግና ዝተረኸበ ሓበሬታ ከም ዝገለጾ፣ ብልጽግና ንዓሰርቲኤን ክልላት ነቲ ኣብ ልዕሊ ትግራይን ኤርትራን ክጅምሮ ተቓሪቡ ዘሎ ጦርነት ኩታ ከም ዝሃበ ሕጂ ዝተረኸበ ምሽጥራዊ ሓበሬታ የረድእ። ብልጽግና ክልላት ኢትዮጵያ ከዳልዋ ቀጢን ትእዛዝ ከም ዝሃበ ዝገለጸ እቶም ምሽጥራዊ ፍልፍላት እቲ ዝተውሃበ ኮታ ድማ ሕድሕድ ክልል ብዘለዋ በዝሒ ናይ ምልሻ ሓይሊ መሰረት ዝተውሃባ ኮታ ዝምጥን ሓይሊ ምልሻ ናብ ምክልኻል ሃገር ኢትዮጵያ ከትልእኽ ሕድሕድ ክልል ብዝተውሃበ ኮታ መሰረት ገንዘብ ክተዋፀ ሕድሕድ ክልል እንስሳትን ካልኦት ሓገዛትን ክትልእኽ ትእዛዝ ተዋሂባ ኣሎ። ነዚ ስዒቡ ድማ ክልል ኦሮሚያ 65 ሽሕ ምልሻ ናብ ግንባር ክትልእኽ ኮታ ዝተውሃባ እንትኸውን፣ እተን ዝተረፋ ክልላት እውን ብዝተውሃበን ኮታ መሰረት ብህፁፅ ንኽልእኻ ቐጢን ትእዛዝ ከምዝተውሃበ ዝተረኸበ ሓበሬታ የረድእ። እዚ ኮታ ንቀዳማይ ዙር ዝተውሃበ ከምዝኾነን ኩነታት እናተገምገመ ክልላት ሓይሊ ከዋፅኣ ክእዘዛ ከምዝኽእላን እቶም ፍልፍላትና ወሲኾም ገሊፆም ኣለው። ስለዚ ድማ ስርዓት ብልፅግና ኦሮሞ ብሚድያታቱ ሓይልታት ፅምዶ መጥቃዕቲ ከፊቶምለይ ኣነ ግን ሰላም እየ ዝደሊ ዘለኹ እናበለ እንተሃለወ እኳ ኣብ ልዕሊ ትግራይን ኤርትራን ቅሉዕ ኣዋጅ ኲናት ከምዝኣወጀን ክልላት ሓይልታተን ካልኦት ቀረባትን ናብ ግንባራት ክኸታ ህፁፅ ትእዛዝ ከምዘመሓላለፈን ካብ ኣካላት ድሕንነት ኢትዮጵያ ዝተረኸበ ምሽጥራዊ ሓበሬታ የረድእ። እዚ ከምዚ ኢለ እናሃለወ ሕጂ ዝተረኸበ ሰበር ዜና ከም ዝገለጾ ሰራዊት ሱዳን ቤሻንጉል ጎሙዝ ይቆጻጸራ ከም ዘሎ ተሓቢሩ። ሰራዊት ሱዳን ኩምሩክን ካልኦት ምስ ኢትዮጵያ ዘራኽባ ግዝኣታት ሱዳንን ድሕረ ምቁጽጻሩ ኣብ መንጎ ሰራዊት ብልጽግናን ኣብ መንጎ ሰራዊት ህጹጽ ደገፍ ወሃቢ ሓይሊ ሱዳንን ዝነበረ ገመድ ሙሉእ ብሙሉእ ከም ዝተበተኸን ምስ ሰራዊት ብልጽግና ዝዋግኣ ዝነበራ ኣሃዱታት ተሓይለወን፣ ተቖሪጸን ከም ዝቐረያን ምስ ሰራዊት ኢትዮጵያ ናብ ክልል ቤሻንጉል ጎሙዝ ከም ዝሃደማን እንዳተጸብጸበ ዝጸንሐ እንትኸውን ሕጂ ዝተረኸበ ትኩስ ዜና ከም ዝገለጾ ድማ ሰራዊት ሱዳን ኣብ ውሽጢ ቤሻንጉል ጎሙዝ ክልል ብድሮን ዝተሓገዘ መጥቃዕቲ ብምክያድ ወረዳታት እታ ክልል ይቆጻጸረን ከም ዘሎ እንዳተገለጸ ይርከብ። ብመሰረት ካብ ቤሻንጉል ጎሙዝ ዝተረኸበ ሓበሬታ ብጀነራል ኣልቡርሃን ዝምራሕ ሰራዊት ሱዳን ኣብ ልዕሊ ሰራዊት ብልፅግናን ኣብ ልዕሊ ተረፍ መረፍ ሰራዊት ህፁፅ ደገፍ ውሃቢ ሓይሊ ሱዳንን ብዝወስደ ዘሎ ከቢድ መጥቃዕቲ ዛጊድ ብኣሽሓት ዝቑፀሩ ናይ ክልቲኦም መሻርኽቲ ሓይልታት ኣባላት ከም ዝተደምሰሱ ተገሊፆም። ፍልፍላት ከምዝሓበርዎ እቲ ንቤሻንጉል ጎሙዝ ዝቆፃፀር ዘሎ ሓይሊ ሰራዊት ሱዳን ብዝብል እናተፀብፀበ እንተኾነ እኳ ሓይልታት ፅምዶ ግን ኣብ ጎኒ ሰራዊት ሱዳን ተሰሊፎም ከምዘለውን እቲ ዓወት ናይ ሓባር ከምዝኾነን ካብ ፍልፍላትና ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ሰራዊት ትግራይ ብምዕራብ ግንባርን ብደቡብ ግንባርን ደምሳሳይ ዝኾነ መጥቃዕቲ የካይድ ከምዘሎ ተፈሊጡ። ካብ ምዕራብ ትግራይ ዝተረኸበ ሓበሬታ ከምዝገለፆ ኣርምታት ሰራዊት ትግራይ ተከዘ ካብ ዝሻገራ መዓልትታት እንተቑፀራ እኳ ስርሒት ክሳብ ዝጅምር ኣብ ብምሽጥር ተታሒዙ ከምዝነበረን ሰራዊት ትግራይ ኣብ ኣፍንጫ ወረርቲ እናሃለወ ወረርቲ ዝኾነ ይኹን ሓበሬታ ከምዘይነበሮምን ተገሊፁ። ነዚ ስዒቡ ድማ ኣርምታት ሰራዊት ትግራይ ብዝወሰደኦ ዝተናበበ መጥቃዕቲ ኣብ ድፋዕን ኬንዳታትን ደቂሱ ዝነበረ ወራሪ ሓይሊ ብዘይሰዳድ ወረ ከምዝቐረየን መኽዚን ኣፅዋራት ይኹን ኩሉ ቀረብ ብቐሊሉ ኣብ ትሕቲ ቁፅፅር ኣሃዱታት ሰራዊት ትግራይ ከም ዝኣተወን ካብቲ ግንባር ዝተረኸበ ሓበሬታ የረድእ። እቲ ኦፕሬሽን ብለይቲ ከም ዝተኻየደ ዝገለፀ ፍልፍላትና መብዛሕትኡ ስራሕ ብዘይ ተኹሲ ከም ዝተወደአን ፍሉይ ኮማንዶ ሰራዊት ትግራይ ሕልሚ ብዝመስል መልክዖ ብውሕልል መንገዲ ከም ዝወደኦን ተገሊፆም። ኣብ ዘይተጸበይዎ ግዘን ብዘይተጸበይዎ መንገድን ዝተዓፈኑ ወረርቲ ሓይልታት ናይ ኣፍ ኣርክቡ መልእኽቲ ናብ ኣራት ኪሎ እንተለኣኹ እኳ ከድሕኖም ዝኽእል ሓገዝ ከምዘይረኸቡን እቲ ኦፕረሽን ብቐሊሎ ከምዝተወደኣን ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ብደቡብ ግንባር እውን ውግእ ይቕጽል ከምዘሎ ተሓቢሩ። እቲ ውግእ ኣብ መስመር ቆቦን ከባብታት ሰቖጣን እናቐጸለ ከምዝርከብ ዝገለጹ ፍልፍላትና ብልጽግና ሓይሊ ኣየር ጥቅም ከምዘሎ እውን እቲ ዝተረኸበ ሓበሬታ ወሲኾ የረድእ። ኣብዚ ሕጂ እዋን ኣንፃር ብልፅግና ብረቶም ዘልዕሉ ሓይልታት ይበዝሑ ከምዘለዉ ዝገለፁ እቶም ፍልፍላት ኣብ ክልል ኣምሓራ ጥራሕ እኳ ፋኖ፣ ኣገው ነፃነት ግንባርን ቅማንትን ነፃነት ግንባርን ከምዝርከቡ ተፈሊጡ። እቲ ኣብ ከባብታት ሰቖጣ ኣንፃር ብልፅግና ዝፋለም ዘሎ ሓይሊ ኣገው ነፃነት ግንባር ከምዝኾነ እንዳተገለፀ ዝርከብ እንትኸውን ሰራዊት ትግራይ እውን ኣብ ጎኑ ከምዘሎ እቶም ፍልፍላት ወሲኾም ይገልፁ። ሓይሊ ኣየር ብልፅግና ኣብ ሓደ መዓልቲ ጥራሕ ሸውዓተ ደብዳባት ከምዘካየደ ዝተገለፀ እንትኸውን እቲ ዝካየድ ዘሎ ደብዳብ ግን ዒላምኡ ይወቅዕ ኣሎ ኢልካ ምውሳድ ከምዘይከኣልን ብፀረ ድሮን ከይሕምሸሻ ዝፈርሓ ሚጋት ብልፅግና፣ ብግምት ናብ ዝዓለበ ይዕለብ ተኲሰን ይሃድማ ከም ዘለዋን ካብቲ ግንባር ዝተረኸበ ሓበሬታ የረድእ። ዛጊድ ብዘሎ ሓበሬታ መሰረት ሓይሊ ጽምዶ ዓወት ይቐንዓ ከም ዘሎን ሓደሽቲ ግዝኣታት እውን ይቆጻጸር ከም ዘሎን ተገሊጸም። ካብ መስመር ቆቦ ዝተረኸበ ተወሳኺ ሓበሬታ ከም ዝገለጾ ሰራዊት ብልጽግናን መሻርኽቱን ከም ዘይከኣሎ ንዝተወሰነ ሰዓታት እውን ጠንኪሮም ከም ዘይዋግኦ እንዳተገለጸ እንትኸውን ቀንዲ ምኽንያት ናይዚ ድማ ዓላማ ኣብ ዘይብሉ ጦርነት እናኣተና ከንቱ ሞት ኣይንመውትን ብዝብል ከም ዝኾነ ተገሊጸ። እዚ ከምዚ ኢለ እናሃለወ ኣብ መንጎ ኣሜሪካን ኢራንን ሓድሽ ጎንፂ ምጅማሩ ስዒቡ ናብ ሙሉእ ጦርነት ከይሸጋገር መራሕቲ ሃገራትን ተንተንቲ ፖለቲካን ስግኣቶም እናገለፁ ይርከቡ። ኣሜሪካን ኢራንን ንሕድሕደን ብሚሳኤላትን ብድሮናትን መጥቃዕትታት ምፍፃመን ስዒቡ ሚኒስተር ምክልኻል እስራኤል እውን ኣብ ልዕሊ ኢራን ሳልሳይ ዙር መጥቃዕቲ ንምፍፃም ከም ዝተዳለወ ገሊፆም። ፕሬዚዳንት ትራምፕ ብወገኑ እቲ ተበፂሑ ዝነበረ ኩናት ጠጠው ናይ ምባል ስምምዕነት ተቋሪፁ ኣሎ ክብል ብማሕበራዊ መራኸቢ ገፁ ገሊፁ ኣሎ። ኢራን ኣብ ወሽመጥ ሃገራት ኣዕራብ ኣብ ልዕሊ ዝርከቡ ወተሃደራዊ መደብራት ኣሜሪካ መጥቃዕቲ ሚሳኤልን ድሮነን ዝፈፀመት እንትትኸውን ሰበስልጣን ኣሜሪካ ግን ኢራን ዝፈፀመቶ መጥቃዕቲ ብዙሕ ጉድኣት ከምዘየብፀሐ እናገለፁ ይርከቡ። ግብፂ ኢራን ኣብ ልዕሊ ሃገራት ወሽመጥ ዓረብ እትወስዶ ዘላ መጥቃዕቲ ተቓውሞኣን ገሊፀን ኣለዋ። ማዕኸናት ዜና ሒዘንኦ ዝወፅ ሓበሬታ ከም ዝገለፆ ኣብ መንጎ ኣሜሪካን ኢራንን ጎንፂ እንደገና እንተተጀመረ እኳ ብመፃበቦ ሆርሙዝ በዝሒ ዘለወን መራኸቢ ይሓልፋ ከም ዘለዋ ተፈሊጡ። ተንተንቲ ፖለቲካ፣ ኣሜሪካን ኢራንን ናብ ዳግማይ ጦርነት ከይኣተዋ ስግኣቶም እናገለጹ እንተኾኑ እኳ፣ ድሌት መራሕቲ ኣሜሪካ ንፈልጥ ኢና ዝብሉ ሓደ ሓደ ፍሉጣት ተንተንቲ ፖለቲካ ግን፣ ኣሜሪካ ዳግማይ ምስ ኢራን ናብ ጦርነት ክትምለስ ከምዘይትደሊ እናገለጹ ይርከቡ። ብመሰረት ሓሳብ እቶም ተንተንቲ፣ ፕሬዚዳንት ትራምፕ ኣብ ልዕሊ ኢራን መፈራርሒ ዘብዝሕ ዘሎ፣ ኢራን ናብ ድርድር ክትመጽእን ተኹሲ ጠጠው ምባል ስምምዕነት ክትፍርምን ደልዩ እዩ ክብሉ ይገልጹ። ይኹን እምበር መራሕቲ ኢራን ግን ኣብ ልዕሊ መራሕቲ ኢራንን ኣብ ልዕሊ ተምሃሮን ንዝተፈጸመ ምስካሕኻሕ መጥቃዕቲ ሕነ እንተይፈደና ኣይንድቅስን ዝብል መግለጺ እናሃቡ ይርከቡ። ናይ እስራኤል ናይ ስለላ ትካል ሞሳድ ብወገኑ ኢራን ፕሬዚዳንት ትራምፕ ንምቕንጻል ትሰርሕ ከምዘላ በጺሐያ ኣለኹ እንተበለ'ኳ መራሕቲ ኣሜሪካ ግን ሞሳድ ከምዚ ዓይነት ሓበሬታ ዝዘርግሕ ዘሎ ኣሜሪካ ኣብ ልዕሊ ኢራን መጥቃዕቲ ንኽትቕጽል ስለ ዝደለየ እዮ ክብሉ፣ ነቲ ብትካል ስለላ እስራኤል ዝተዘርገሐ ሓበሬታ ንምእማን ከም ዝተሸገሩ እንዳተገለጸ ይርከብ። ፍልፍላት ከም ዝሓበርዎ እስራኤል ኣብ ልዕሊ ኢራን መጥቃዕቲ ንኽቕጽል ድልየት ከም ዘለዋን ብይና እውን እንተኾነ ምስ ኢራን ዝተጀመረ ጦርነት ክትቅጽሎ ከም እትደልን ይግለጽ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓድሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንትልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም።